ሰላም ንዓኹም ይኹን ክቡራት ተኸታተልትና እዚ ንስሪ ትዩብ እዩ ኣንጊህካ ብምትሳእ ዝርከብ ዝገርም ጥቕምታት ሓቂ ንዛረብ ንመብዛሕትኦም ሰባት ንግሆ ምትሳእ ቀሊል ኣይኮነን ብፍላይ ገና ጸልማት ኣብ ዝኾነሉ እዋን ግን ኣብቲ ኣጋ ዑፍ ነቲ መትሎ ትረኽቦ ዝብል ክልሰ ሓሳብ ገለ ነገር ኣለዎ። ንግሆ ኣንጊህካ ምትሳእ ማለት ካብ መዓልትኻ ዝያዳ ረብሓ ክትረክብ ማለት ጥራሕ ዘይኮነስ ኣብ ጥዕናኻን ሓፈሻዊ ኣፈጻጽማኻን እወታዊ ጽልዋ ክህልዎ ይኽእል እዩ። ብኣግኡ ክትትንስእ ዝሕግዙ ዓሰርተ ምኽንያታት እንሆ። ቁጽሪ ሓደ መዓልትኻ ወጥን። ምሉእ መዓልቲ ነገራት ንምፍጻም ብቐጻሊ ትጓየ ከም ዘለኻ ኮይኑ ተሰሚዕካ ይፈልጥ ድዩ? ከምቲ ናይ ገዛእ ርእስኻ ህይወት ዘይትመርሕ ዝነበርካ፣ ኵላትና እተን መዓልታት ኣሕሊፍናየን ምባል ውሑስ እዩ። ብሓቂ መብዛሕትኦም ሰባት መዓልቶም ኣብ ምምሕዳር ክመጽእ ከሎ ግብረ መልሲ ዝህቡ እዮም። ኣቐዲሞም ኣብ ክንዲ ዝውጥኑ ንነገራት ከም ዝመጹ ይምክቱ። ኣቐዲምካ ክትበራበር ምስ ጀመርካ ናብ ዝኾነ ቦታ ክትጓየ ከም ዘይብልካ ክትርዳእ ኢኻ። ንመዓልትኻ ክትውጥን ድማ ግዜ ክትረክብ ኢኻ። ንመዓልትኻ ብኸመይ ከም እትጓዓዝ ክትውጥን ግዜ ምህላውካ ንዕማማትካ ቀዳምነት ክትህቦን ብዝበለጸ ስነ-ሞጎታውን ብቑዕን መንገዲ ክትውድኦን የኽእለካ። ቁጽሪ ክልተ ጽሬት ድቃስ ምምሕያሽ ኣካላትካ ኣብ ልምዲ ድቃስ ምቕማጥ። መዓልታዊ ኣብ ሓደ ግዜ ክትድቅስን ብተፈጥሮኣዊ መንገዲ ክትበራበርን ቀሊል ይገብሮ። እዚ ንውሽጣዊ ሰዓት። ኣካላትካ ኣገዳሲ እዩ። ደንጒኻ ክትድቅስ ከለኻ፣ ኣብ ሰሙን ዕረፍቲ ድማ ክትድቅስ ከለኻ ተፈጥሮኣዊ ህርመት ኣካላትካ ይዝረግ። ኣንጊህካ እንተ ተበራቢርካ ምሸት ምሸት ድቃስ ከም ዝህልወካ ባህርያዊ እዩ። ከምኡ'ውን ኣብ ክትግምቶ እትኽእል ልምዲ ምህላውካ ኣብ ነብሲ ወከፍ ለይቲ ዝሓሸ ድቃስ ክትድቅስን ዝያዳ ዕረፍቲ ተሰሚዕካ ክትበራብርን ይሕግዘካ። ቁጽሪ ሰለስተ እዋናዊ ስራሕ ኣመሓይሽ። ኣንጊሆም ዝበራበሩ ሰባት ሰዓቶም ናይ ምሕላው ተኽእሎኦም ዝለዓለ እዩ። ንግሆ ንግሆ ምጉያይ ኣድካሚ ክኸውን ይኽእል እዩ። ኣንጊህካ ምትሳእ ግን ንምድላውን እዋናዊ ክትከውንን ዝያዳ ግዜ ይህበካ። ንስራሕ፣ ንቖጸራ ወይ ንኽፍሊ ምቕራብ ይኹን፣ ኣንጊህካ ምትሳእ ኣብ ግዜኡ ክትበጽሕ የኽእለካ፣ እዚ ድማ ንባዕሉ ዓቢ ብልጫታት ኣለዎ። ቁጽሪ ኣርባዕተ ዝሓሸ ምትኳር መዓልትኻ ብኣግኡ ምጅማር ምትኳርካ የመሓይሽ። ኣብ ዕላማታትን ዕማማትን ከተተኩር ካብ ምኽኣል ብተወሳኺ፣ ኣንጊህካ ምትሳእ ማለት ናብ ስራሕ ወይ ቤት ትምህርቲ ኣብ እትበጽሓሉ እዋን ንነብስኻ ምስታ መዓልቲ ብግቡእ ንምልማድ ሰዓታት ኣለካ ማለት እዩ። ከም ውጽኢቱ ድማ ኣብ ጽዑቕ ሰዓታት ዝያዳ ንቑሕ ክትከውን ኢኻ። ቁጽሪ ሓሙሽተ ኣፍራይነት ምዕባይ፣ ኣንጊህካ ካብ ድቃስካ ምስ ተበራበርካን መዓልትኻ ብትኹረትን ንጹርን ዕላማታት ምስ እትጅምር ብጭቡጥ ነቶም ዕላማታት ኣብ ምሉእ መዓልቲ ናይ ምዕዋት ተኽእሎኻ ዝለዓለ እዩ። ብዛዕባ እተን ደንጒኻ ትበራበር ኣእምሮኻ። ኣብ ዕምበባ ሒዝካ ምሉእ መዓልቲ ክትሕዞ ጥራሕ ትፍትን ዘለኻ ኮይኑ ዝስምዓካ መዓልታት ሕሰብ። መዓልትኻ ብዝተወሰነ ዕላማ ዘለዎ መደብ እንተ ጀሚርካያ ንስኻውን ከምኡ ጌርካ ክትውድኣ ዕድል ኣሎ። ቁጽሪ ሽዱሽተ ዝያዳ ንጡፋት ብኣግኡ ዝትንስኡ ሰባት ንነብሶም ናይ ነዊሕ ግዜ ዕላማታት ናይ ምውጣን ተኽእሎኦም ዝለዓለ እዩ። ብሓቂ ድማ ነገራት ከም ዝፍጸሙ ይገብሩ። ቀጻሊ ክትትል ካብ ዘድልዮም ባዕሎም ኣብ ምጅማር እውን ዝሓሹ እዮም። ብፍላይ ኣብ ስራሕ ንጡፋት ሰራሕተኛታት ኣወንታዊ ገምጋም ኣፈጻጽማ ናይ ምርካብ ተኽእሎኦም ዝለዓለሉ ንብረት እዩ። ንግሆ ኣንጊህካ ምትሳእ ንጡፍ ክትከውን የኽእለካ። እዚ ማለት ንሓደ ኩነታት ናብ ረብሓኻ ንምቕያር ስጉምቲ ክትወስድ ዝለዓለ ደረጃ ድልውነትን ክእለትን ምህላው ማለት እዩ። ቁጽሪ ሸውዓተ ዝሓሸ ጥዕና። ኣንጊሆም ዝበራበሩ ሰባት ቁርሲ ክበልዑ ይኽእሉ። ድሒሮም ዝትንስኡ ድማ መብዛሕትኡ ግዜ ንማዕጾ ይጓየዩ እሞ ኣብ ጉዕዞ ገለ ነገር ክሕዙ ይግደዱ ወይ ድማ ነቲ መግቢ ጠቕሊሎም ጥራሕ እዩ ዘለዎ። ቁርሲ ምዝላል ዘጋጥም ጸገም ድሒሩ ኣብ መዓልቲ ናብ ድኹም ልምዲ ኣመጋግባ ስለ ዘስዕብ እዩ። ብኣግኡ ምትንሳእ ምስ ጭቡጥ ጥዕናኻ ጥራሕ ዘይኮነስ ምስ ብዛዕባ ነብስኻ ዝስምዓካ ስምዒት ዝተኣሳሰር እዩ። ብሓቂ ጥዑይ ህይወት ትመርሕ ከም ዘለኻ ኮይኑ ክስምዓካ ይኽእል እዩ። ቁጽሪ ሸሞንተ፣ ዝያዳ ጸዓት። ምምሕዳር ደረጃ ጸዓትካ ኣዝዩ ኣገዳሲ እዩ። ንግሆ ኣካላዊ ምንቅስቓስ እንተጌርካ ድማ ኣብ ዝተረፈ መዓልቲ ኣዝዩ ዝያዳ ጸዓት ክህልወካ እዩ። ንግሆ ስፖርታዊ ምንቅስቓስ ክትገብር ከለኻ ኣብ ሓደ ልሙድ ስራሕ ናይ ምጽናዕ ተኽእሎኻ እውን ዝለዓለ እዩ። ብኣግኡ ካብ መገዲ ትወጽእ፣ ድሕሪኡ ብዛዕባኡ ክትጭነቕ የብልካን። እዚ ምሉእ ትርጉም ኣለዎ። ድሕሪ ቀትሪ ክሳብ ክንደይ ምሉእ ክኸውን ከም ዝኽእል ክትሓስብ ከለኻ፣ ናይ ንግሆ ስፖርታዊ ምንቅስቓስ ንኣካላትካ ተወሳኺ ድፍኢት ንምሃብ፣ ብሉጽ መገዲ እዩ። ግን ብዛዕባ እቲ ምዕባይ ጥራሕ ኣይኮነን። ወትሩ ንግሆ ስፖርታዊ ምንቅስቓስ ብምግባር ብሓቂ ብለይቲ ዝሓሸ ድቃስ ክትድቅስ ኢኻ። ቁጽሪ ትሽዓተ ዝያዳ ዓወት። መብዛሕትኦም ሰብ ሃብቲ ብኣግኡ ዝትንሱ እዮም። ኣብ መብዛሕትኦም ዕዉታት ሰባት ልሙድ ዝኾነ ዝምባለ ይመስል። ወትሩ ንግሆ ኣብ ጎናዊ ሸበድበድ ክትሰርሕ ግዜ ይህበካ ወይ ድማ ግዜኻ ኣብ ዓበይቲ ዕላማታት ከተተኩር። ኣብ ኣገደስቲ ነገራት ዓወት ንምርካብ ዝያዳ ግዜ ክህልወካ እዩ። ዝያዳ ክትበጽሕ እንተ ደሊኻ ኣንጊህካ ምትሳእ ጽባሕ ንግሆ ኣብ ዝርዝርካ ቀዳማይ ዕማም ክኸውን ኣለዎ። ቁጽሪ ዓሰርተ ሓጎስ ምውሳኽ። ኣቐዲምካ ምትንሳእ ንደረጃ ሓጎስካ ክጸልዎ ይኽእል። ምናልባት ብሰንኪ ኩሉ'ቲ ብኣግኡ ምትንሳእ ዝተኣሳሰር ብልጫታት ሕጉስ ናይ ምዃን ተኽእሎኻ ዝለዓለ ይኸውን። ኣብ ትሕቲ ቁጽጽር ምህላው፣ ነገራት ምፍጻም፣ ንጹር ኣተሓሳስባን ጥዑይን ምዃን ዝብል ስምዒት ናብ ልዑል ደረጃ ሓጎስ ይመርሕ። ኣብ ነብሲ ወከፍ መዳይ ህይወትካ ጽልዋ ንኽህልዎ ነዛ ሓንቲ ልምዲ ምጅማር ጥራሕ እዩ ዝሓትት። ገለ ሰባት ኣንጊሆም ንኽበራበሩ ዝተሰርሑ ኣይኮኑን። ጸገም የብሉን። ናይ ባህሪ ጉድለት ወይ ምልክት ስንፍና ኣይኮነን። ዑደት ድቃስካ ንኽትድቅስ ጥራሕ ዝተዳለወ እዩ። ቀጽሎ። ግን ንመብዛሕትኡ ካብ ትሽዓተ ክሳብ ሓሙሽተ መደብ ዝሰርሑ ሰባት፣ ክሳብ ሰዓት ዓሰርተ ቐድሚ ቐትሪ ምድቃስ በቃ ኣይኣክልን እዩ። ተወሳኺ ግዜ ኣፍራዪ ክትከውን እንተደሊኻ ቁሩብ ኣቐዲምካ ናይ ምንቃሕ ልምዲ ክትቅይር ፈትን። እንታይ ትብሉ? ኣንጊህኩም ትትስኡ ዲኹም? ከምኡ እንተኾይኑ ሓደ ንምዃን ዝሕግዝ ምኽሪ ኣለኩም ድዩ? ኣብ ለይቲ ትሰርሑ እንተኾንኩምከ ስለምንታይ እዩ እዚ ዝሓሸ ዝሰርሓልኩም ኮይኑ ዝስምዓኩም? ክትቅይርዎ ትኽእሉዶ? ኣብ ቦታ ርኢቶ ኣፍልጡና ኢኹም። ስለ ምክትታልኩም ኣዚና ነመስግን።